ትብስል ዓለም ግን ኣይናቲ ዓለም ከንቶ ንመን ከትብል ተሓንእቱ

ይብረቕ ማይ ዛሪ ክርስቶስ ዝበሎ ዘይቐሪ ንማኣዳም ኢና ጽባሕ ጸጉሪ ተመስገን ንበሎ ንፈጣሪ ኣቱም ሰብ ቀደመ ሰብ ቀደመ
ክቡራት ተኸታተልትና ከመይ ትኾኑ ሕጂ ሒዘልኩም ዘለኹ ብጣዕሚ ትፈትዋን ኣብ ልቢ ብዙሓት ሰማዕቲ ዝሓደረት ክብርቲ ኣዴና ህብብቲ ስነጥበባዊት ጻሂቱ በራኺ እዩ። እዚ ብመኮነን ኪዳነ ዝተባህለ ሓውና ዝተጻሕፈ እዩ። ክጠቕመናን ክዕብየናን ይኽእል ኢለ ስለ ዝሓሰብኩ ንታሪክ ቦታ ብከምዚ መሰረት ክንጅምሮ ኢና ሰናይ ምክትታል ትገብሩልና ሃናፂ ርእቶን ሓሳባትን ብክብሪ ኢና ንቕበሎ የመስግን ምሳኹም ዘለኹም ሓውኹም ሚካኤል ማሾ እየ ስለ ምክትታልኩም ብጣዕሚ እየ ደመስግን ኣብ ከተማ ሆላንድ ብ24 ጉንበት 218 ዝዓረፈት ስነ ጥበባዊት ፀሃይቱ በራኺ ስነ ስርዓት ቀብራውን 31 ጉንበት ሰበ ስልጣን መንግስትን ግንባራትን መራሕቲ ሃይማኖትን ቤተሰብን ኣፍቃሪያን ህዝብን ከምኡውን ስድራ ቤታን ስነ ጥበባውያን ኣብ ዝተረኽብሉ ኣብ መካነ መቃብር ቅድስት ማርያም ኣስመራ ዝተፈጸመ ስነ-ጥበባዊት ጸሃይቱ በራኺ ኣብ መስከረም 1937 ኣብ ዞባ ደቡብ ንኡስ ዞባ ማይ ዓይኒ ዓዲ ኳዕቲት ኣብ እትበሃል ዓዲ ኣቶ በራኺ ሓጎስ ኣዲኣ ወይዘሮ የህዋ ላሸት ዘርኡ ኣሕመዲን ተወሊዳ። ወላዲኣ ብህጻና ካብዛ ዓለም ብሞት ዝተፈለዩ ወጻኢቱ በራኺ ኣብ ንዑስ ዕድሚኣ ምስ ወላዲታ ናብ ኣስመራ ብምምጻእ ዕድመ ንእስነታ ኣብ ኣበሻዊት ዘሕለፈት ዕባይ ኣስመራ እያ ጓል ኣርባዕተ ዓመት ምስ ኮነት ምስ ሓትናኣ ንፖርት ሱዳን እኳ ኼዳ እንተነበረት ናብ ኣስመራ ተመሊሳ ኣብ ቤት ትምህርቲ ኣስኳላ ዴሳታ ንትምህርቲ ኣተወት። ካብ ናብ ምህሮ ናብ ስነ ጥበብ ዝዛዘወ ዝምባለ ዝነበራ ግን ንትምህርታ ካብ መባእታ ንላዕሊ ኣይቀጸለትን። ኣሰር ናይተን ብዝተፈላለዩ ናይ ሓጎስ ኣጋጣሚታት ብማሰን ናይ ምምዕራግ ክእለት ከም ዝነበረን ዝፍለጣ ኣዲኣ እናሓዘት እናተዓዘበትን ዝዓበየት ፀሃይቱ በራኺ ንጥበብ ወላዲታ ብኻልእ መልክዕ'ያ ሒዛቶ። ኣብ ንእስነታ ከኣ ንኽራር ከም ቀዳመይቲ መሓዛኣ መረጸታ። ንሳ ነታ ወናም ሓትነኣ ኣብ ካልኣይ መፋርቕ ኣርባዓታት ካብ ፖርት ሱዳን ዘምጽኣኣ ክራር ካብ መቐመጢኣ ብኢደ ዋኒና እናልዓለት ተሓቢኣ ክትላመዳ ጀመረት። ምሕዝነታ ምስ ኣውታር ክራር ከተደልድል ዝተዓዘቡ ስድራ ቤታ ንተግባራ ኣይተቐበልዎን። ከም ሓያል ናይቲ እዋን እቲ ስድራ ቤታት ከኣ ሓምየን ኣርሆ ወዘተ ክትኮኒ ፍቓደኛታት ኣይኮናን ብዝብል ተሪር ተቓውሞ እኳ እንተርኣዩዋ፣ ናብ ማሕበር ስነ ጥበብ ዓለም ክትጥሕል ዝወሰነት ፀሃይቱ በረኸ ግን ንምኽሮም ክትሰምዕ እዝኒ ነበራን። ክሳብ ብብረት ዝተገበረላ ምፍርራሕ ናይ ቤተሰባ መኪታ ድማ ነቲ ምስ ክራር ዝጀመረቶ ፍቕሪ ብዝለዓለ ደረጃ ኣዕመቐቶ። ኣብ ንኡስ ዕድሚኣ ምቕራር ክትምልካ ዝጀመረት ፀሃይቱ በራኺ ክእለት ናብ ዝለዓለ ደረጃ ንምብራኽ ናይቶም ኣብነት ክኾንዋ ዝኽእሉ ከም በዓል ኣውቶብርሃን ሰጊድ፣ ፀሃይቱ ገብረገርግሽ ዝኣመሰሉ ምዕባያ ክርርቲ ደረፍቲ እናደገመት ኣድማስ ክእለታ ክራር እናዓበየ መጸ። በብቝሩብ ከኣ ኣብ ፈለማ ሓምሳታት ኣብ ምቕንጣጥን ኣብ ንኡስ መዘናግዒታትን ብኽራራ ከተስምዕን ጓይላታት ከተጻውትን በቕዐት። ስነ-ጥበበኛ ጸሃይቱ በራኺ ኣብ መፋርቕ ሓምሳታት ጓል ዓሰርተ ሽዱሽተ ዓመት ኣብ ዝነበረትሉ እዋን ወግዓዊት፣ ከራሪት ብምዃን ኣብ ቤት ወይዘሮ ውባ እንድርያስ ዝተባህለ ኣብ ኣባሻውል ዝነበረ ሸያጢት ስዋ ተቖጺራ ክትሰርሕ ጀመረት። መራዋሕ ድምጻን ክራራን ድማ ሃምን ቀልብን ናይቲ እዋን እቲ ኤርትራውያን ክትሰልብ ተራእየት። እዚ ቦታ እዚ ክሳብ ዓሰርተ ሰለስተ ሰዓት መዓልቲ ብኽራርን ብድምጻን ንሰማዕታ እናዘናግዐት ንዓሰርተ ዓመታት ሰረሐት። ደርፍታታ ብፍኑው ኣብ ካሴት እናተመልአ ኣብ ኣብያተ ሻሂን ኣውቶቡሳትን ካልኦት ናይ መዘናግዒ ቦታታትን ይዝርግሑ ብምንባሮም ኣብ ገጠራት ከተማታትን ኤርትራ ተፈላጥነታ ክዓቢ ግዜ ኣይወሰደን። ከም ሻሙ ዝና ስነ ጥበበኛ ፀሃይቱ በራኺ ብዝያዳ ክብርኽ ዝተረኣየሉ ግን ኣብ 1966 ኣብ ማእከል ኣስመራ ናይ ገዛእ ርእሳ እንዳ ስዋ ምስ ከፈተት እዩ ሓያል ናይ ምቕላብን ናይ ምድራፍን ክእለት ዝነበራ ፀሃይቱ በራኺ ኣብ ትካላ ኣብ ዓሚቕ ኣድናቖት ብባህላውያን ሃገራውያን ደርፍታት ወጊሑ ክሳብ ዝዓርብ ተዘናግዖም ነበረት። በዚ ድማ ንገዛኣን ስዋኣን ብምኡዝ ደርፍታታ ኣቋሲዮም ክድሰቱ ካብ ርሑቕን ቀረባን ዝመጹ ዓማዊላ ኣዕለቕሊቖም ይውዕሉ ከም ዝነበሩ ኣብ ኣእምሮ ናይቲ እዋን እቲ ኣድናቖታ ዝሕከኽ ኣይነበረን። ካብ 1967 ክሳብ 1969 ኣብ ዝነበረ ዓመታት ስነ ጥበበኛ ፀሃይቱ በራኺ ኣብ ኣስመራ ናይ ዒላ በርዒድ ከረንን ብኣውራጅነት እንዳ ስዋ ከፊታ ትሰርሕ ነበረት ብፍላይ ኣብተን ኣብ ዒላ በርዒድ ዝተቐመጠትለን ናይ ዓመትን ፈረቓን እዋናት ካብ 1967 ክሳብ ሽሕን ትሽዓተ ሚእትን ስሳን ትሽዓተን ኣብ ዝነበረ ዓመታት ስነ-ጥበበኛ ጸሃይቱ በራኺ ካብ ኣስመራ ናብ ዒላበርዒድ፣ ከረንን፣ ብምውራድ እንዳ ስዋ ከፊታ ትሰርሕ ነበረት። ብፍላይ ኣብተን ኣብ ዒላበርዒድ ዝተቐመጠትለን ናይ ሓደ ዓመትን ፈረቓን እዋናት ምስ ተሓኤ ተወዲባ ኣብ ሃገራዊ ጉዳያት ትሰርሕ ብምንባራ፣ ኣብ ታሪኽ ህይወታ ዝሓዘ ሓጺር ጽሑፍ ሰፊሩ ይርከብ። ጸሃይቱ በራኺ ኣብ ሽሕን ትሽዓተ ሚእትን ሰብዓን ናብ ኣስመራ ተመሊሳ ናብ ስዋን ምዝንጋዕን ስራሓን ብዝለዓለ ደረጃ ቀጸለቶ። ምስቲ ሽዑ ዝነበረ ሃገራዊ ንቕሓት ድማ ንሃገራውነት ዘበራብሩ ንቓልሲ ዝስሕሉን ደርፍታት ድምብርጽ ከይበላ ብድፍረት ትድሕድሖም ነበረት። ካብቲ ግዜ እቲ ንደሓር ከኣ ዝበዝሑ ደርፍታት ጸሃይቱ በራኺ ሃገራውያን እናኾኑ መጹ። ኣብቲ እዋን እቲ ቤት ጸሃይቱ በራኺ መተኣኻኸቢ ሃገራውያን ማእከል ፖለቲከኛታት እናኾነ ክኸይድ ተራእየ። ዝተፈላለዩ ሃገራውያን እንተላይ ብስራሕ ናብ ከተማ ዝኣተዉ ተጋደልቲ ኣብ ናይ መዘናግዒ ገዛኣ ይኣትዉን ንሜዳ ዝስለፉ መንእሰያት ብደርፋ ተሳሒሎም ይወጹ ነበሩ። ጣይቱ በራኺ ምስቶም ንዕርፍቲ ካብ ኣዲስ ኣበባ ዝመጹ ኣብ ኣስመራን ዝነበሩን ተምሃሮ ዩኒቨርሲቲ ጥቡቕ ርክብን ነይርዋ እዩ። እቶም ምረት መግዛእቲ ንህዝቢ ኤርትራ ንምርዳእ ኣውራሪ ተዋስኦታትን ዝኩስኩሱ ዝነበሩ ተምሃሮ ዩኒቨርሲቲ ቤት ጸሃይቱ በራኺ ቀንዲ መተኣኻኸቢኦም ገይሮም ይነጥፉ ነበሩ። ነቶም ዘዳለውዎም ዝነበሩ ተዋስኦታትን ብደርፍታት ከተዕጅቦም ድማ ኣብ ስኔማታት ይዕድምዋ ነበሩ። መድረኽ ሰብዓታት ስነጥበባውያን ህይወት ጻዊት በራኺ ናብ ዝለዓለ ጥርዙ ዝደየበሉ መድረኽ እዩ ዝነበረ። ኣብ 1970 ኣብ ኣዲስ ኣበባ ኣብ ዝነበረ ፍሉጥ ቀራጺ ድምጺ ትካል ፍሊፕ ሪከርድስ ብጓል ኣንስተይቲ ዝድርፍ ናይ ትግርኛ ደርፍታት ከሕትም ከም ዝደሊ ነቶም ኣብኡ ዝነብሩ ኤርትራውያን ስነጥበበኛታት ምስ ሓተቶም፣ እታ ብተውህቦኣን ብጽፍራን ኣርካን ስነጥበበኛታት ክትከውን ዝበቕዐ ጸሃይቱ በራኺ እዮም ሓርዮማ። ብሓገዝ ውሩይ ክኢላ ጊታርን ድምጻውን ተወልደ ረዳ ከኣ ካብ ኣስመራ ናብ ኣዲስ ኣበባ፣ ተጠሊባ ከደት። ከም መጀመርያ ፍቕረይ ሓዳረይ መን ክኣልየለይ ኣባ ሻውል ዝባን ጨርሒ ስገመይ ኣዋልደይ ኪድ ኣዕበዳ ለይለይ ቦላ ወይ ኣነ ጓሉ ዝርከብዎም ዓሰርተ ክልተ ደርፍታት ድማ ኣብ ዘመናዊ ስቱድዮ ኣሕተመቶም። ምስ ምዝርጋሕ ደርፍታት ከኣ ርእሰ ተኣማንነትን ተፈታውነታን እናወሰኸ ሓንቲ ካብቶም ጉሉሓት ደረፍቲ ትግርኛ ክትከውን በቐዐት። ዝናኣን ህቡብነታን ካብ መሽጎራጉር ኣባ ሻውል ወጺኡ ኣብ ኩሉ ኩርናዓት ዓለም ዝነበሩ መሬት ኤርትራ ሰጊሩም ዶብ ክዝርግሑ ተራእየ። ጸሃይቱ ዘፍረየቶም ደርፍታት ብልክዕ ብዝሖም ክፍለጥ እኳ እንተዘይተኻእለ፣ ኣብ ሃገራውያን ኣብያተ ሰነዳት ብዝተገብረ ኣፋዊ ዳህሳስ ኣስታት ተስዓ ደርፍታት ብዲስኮን ካሴተን ዘሕተመት ስነጥበባዊት እያ። ምስቶም ንሕትመት ዘይበቕዑ ደርፍታት ደሚርካ ድማ ኣበርክቶ ኣብ ምህብታም ማዕርነት ደርፍታት ኤርትራውያን ቀሊል ኣይነበረን። ብብዝሖምን ጥራይ ዝልክዑ ኣይኮኑን። ብያታውን መበቀላውን ባህሊ ሕብረተሰብ ኤርትራ ተመስሪቶም ዝተሃነጹ እዮም። ልሉያት ኤርትራውያን መንነት ዘለዎም ደርፍታት ብምኻኖም እቲ ዝሓየለ ብልጭኦም ክኸውን ይኽእል እዩ። ስነጥበባዊን ጸሃይቱ በራኺ ምስ ሰብ ፈቃር ምቕልልቲ ፍትውቲ ሃላዪት ሰብ ሕውስቲ ሰብ ምንባራ'ውን ናይ ቀረባ መሳርሕታን ፈለጥታን ይምስክሩላ። ካብቲ ሓንሳብ ዝኣተወቶ ባሕሪ ስነ-ጥበብ ከይወጸት ክሳብ ዕለተ ዕረፍታ ብሞያኣን ድምጻን ድማ ነቲ ሞያ ዘለዋ ክብርን ፍቕርን ዝገልጽ እዩ። ብድፍረታን ሃገራውነታን እትልለ ጸሃይቱ በራኺ ብግሁድን ውስጠዘን ሓያል ንኤርትራን ንገድልን ማእከል ዝገበሩ ደርፍታት ዘፍረየት ሃገራዊት ስነጥበባዊትን እያ። ኣስመራ ወርቂ ሚለነ ኦፍረ ወይኒ ካባኺ ምፍላየይ ኣስካርባ ጎማ ክዳነይ ካባኺ ዓደይ ከዋግኣኪ ኣንቆልቊለ ክወርድ ናብ ማይ ጃሕጃሕ ዝኣመሰሉ ደርፍታት ኣብ ኣእምሮ ብዙሓት ኤርትራውያን ዝሰረጹ ኣብ ምኹስኳስ ሃገራውያን ልዑል ተራ ዝነበሮም ደርፍታት እዮም። ንሳ ናብ ቤት መሓዛኣ ንምሳሕ እናኸደት ኣብ ማይ ጃሕጃሕ ክትበጽሕ ከላ፣ ክልተ ኣጸቢቖም እትፈልጦም ፈዳይን ተጋደልቲ ባንዴራ ኤርትራ ተኺሎም ክኸዱ ጎፍ በሉዋ። ዳዊት በራኺ ሰላም ኢላቶም ጥራይ ክትሓልፍ ነብሲ ኣይገበረላን። ስነጥበባዊ ስምዒታ ተበራቢሩ ነታ ዘጓነፈታ ፍጻሜ ከም ዘላታ ክትደርፈላ ወሰነት። ኣብ ኤርታዊ ዜማኣ ኣሕዚላ ድማ ከምዚ በለት።

እትብል ኣብ መስርዕ ናይ ብሉጻት ብልጽቲ ብልጽቲ ክትሰርሕ እትኽእል ውልቃዊት ደርፊ ሃነጸት። ደርፊ ማይ ጃሕጃሕ በቲ ኣብቲ እዋን እቲ ርሱን ስምዒት ሃገራዊ ዝነበሮ ኤርትራዊ ልዑል ክብሪ ተዋህባ። ሽማን ዝናን ጸሃይቱ በራኺ ከኣ መመሊሱ ዓረገ። ኣርብዓን ሓደን እንግሊዝ ኣትዩ ሓምሳን ክልተን ወጺኡ።

ሕጂ ይሰርቕ ጽባሕ ይሰርቕ ኣብቲ ወሃህባ ግና ኣነ ጥራይ ዘይኮነሲ ወላ ካባይ ዝዓበየ ናኒ ሰሞን ኣነ ጥርታ ወሲደ ሕጂ ግና ስርሓ ብልወን ኣሎ ካባይ ዝዓበያ ከለዋ ኣንኢሶ ሞቱ መዋእለን ኣብያ ግን ድምፅኽሲ ህድእ ኢሉ እንድዩ ድምፅኺ ስማዕ ክትጻወቲ ኮለኺ። ማይ በኒ ስላሴ። ማእ እዚ ስላሴ ድኣሞ ዘይደግመና ድኣሞ ድኣ ንሕና ናብ ወለዶ ናብ ወለዶ ክንሰጋግሮ እንታይ ምስጢር ኣለዎ? ማእ ከመይ ጌርኪ ከምኡ ከምኡሲ ብቐጻሊሲ ንበረኸት ድኣ ከምኡ ዘይትብሎ። ዋእ ክሓቶ እየ ክንዕድሞ ኢና ኣብዚኣ ክሓቶ እየ ከምኡ ኢለ። ኣነ ኤኮ ኣይገበርክን ስጋዕ ሎሚ። ብፍጹም።
ኤኮ ኢልካ እዚ ኤኮ ኛው ኛው ዝብል ደገ
ንማይ ጃሕጃሕ ኻልኦት ደረፍቲ ጸሃይቱ ሰሚዖም ሃገራውነቶም ዝተበራበሩ ዝገንፈለ ኤርትራውያን ዜጋታት ብውልቅን ብጉጅለን ናብ ብረታዊ ቃልሲ ይስለፉ ብምንባሮም ድማ፣ ኣብ ምምዕባል ኤርትራዊ ስነ-ጥበበኛ ዓቢ ተራ ዝተጻወተት ጸሃይቱ በራኺ፣ ኣብ ሽሕን ትሽዓተ ሚእትን ሰብዓን ክልተን ክሳብ ሰብዓን ሰለስተን ምስ ባንድ ኾባኹብቲ ኤርትራ ኣብ ባጽዕን ዓሰብን ኣብ ከተማታት ኢትዮጵያ ምስ ዝተፈላለዩ ስነ-ጥበበኛታት ኣብ መኽፈቲ ስነ ስርዓት ስኔማ ኣፍሪቃ ኣብ ጽምብላት ኤምባሲታትን ኣብ ካልኦት ኣጋጣሚታትን ሓያል ምርኢት ዘቕረበት ስነ ጥበበኛን እያ። ኣብቲ እዋን እቲ ብወገን መሳርሕቲ ጸሃይቱ ልእልቲ መሰንቆ ንመላእ ኤርትራ ከም ጸሓይ እተብርቕ ይበሃለላ ከም ዝነበረ ድማ ኣብ ታሪኽ ህይወታ ዝሓለፈ ጽሑፋት ሰፊሩ ይርከብ። ድሕሪ ውግእ ከባቢ ኣስመራ 1975 ፀሃይቱ በራኺ መንእሰያት ነንሕድሕዶም ጥራይ ዘይኮነስ ምስ መንደቕ ይኹን ምስ ዓኑድ ከይተረፈ ዝስዕስዑ ዝነበሩ ብናይ ጢዝ ዝፍለጥ ፍሉጥ ፀወታ ዘለዎ ደርፍታት ኣተኣታትያ እቶም ነዚ ጸወታታትዚ ዘውጽኡ ደርፍታት እምብዛ ደፋራትን ቁሉዓትን ብምንባሮም ድማ ንትብዓት መሃዝነታ ጸሃይቱ በራኺ ዝገልጹ እዮም። ገለ ካብ ትሕዝቶኣ ናይቲ ደርፍታት ንበል።
ንዋያ ንዋያ ኣጽምቶም ከሲሶም መስዋእቲ ዝኽፍለይ ጽምቶም ከሲሶም መስዋእቲ ዝኽፍለይ ህዝቢ ኤርትራ

ናይ ሸምበል ጸጸራት ነጻ ወጻኹዎም ነዞም ኩሎም እሱራት ስኔሞቶካር ሰሉይ ከመይ ተሰበሪ ነወዳት ገዲፍኪ ነዋልድ ትኣስሪ ኢሰያስ ኣፈወርቂ ተኸነለይ ታንኪ ንስኺ ትጋደሊ ኣዴኺ ትበኪ ወዘተ ክጥቀስ ይኽእሉ። ምስ ምምጻእ ስርዓት ደርጊ ከም ኩሎም ኤርትራውያን ስነጥበበኛታት፣ መጻርይቱ በራኸ ውን ባይታ ስነጥበብ እናኾርካሐ'ዩ መጺኡ። ነቶም ደርፍታት እናስተማቐሩ ዝዛናግዑ ኣድናቖታ ብሽቑረራን፣ እቶም ደርፍታታ እናስተማቐሩ ዝዛናግዑ ኣድነቕታን ብሽቑረራ ደርግን ናብ ሜዳ ምስላፎም እናወሓዱ፣ መሳርሕታ ስነጥበበኛታት ገለ ካብ ስደት ገለ ካብ ገድሊ ምስ ተበታተኑ ኣይቀሰነትን። ኣብ መጋቢት ሰብዓን ሸውዓተን፣ ኣብ መጋቢት ሰብዓን ሸውዓተን ከኣ ናብቲ ኣቐዲማ ብምስጢር ተወዲባ ትሰርሓሉ ዝጸንሐት ተሓኤ ተሰለፈት። በቲ ዝነበራ ሞያ ድማ ኣብ ሃገራዊ ክፍሊ ሙዚቃ ትያትር ተሓኤ ተመዲባ። ኣብቲ ዝለዓለ ባንድ ተሓኤ ድማ እንኮ ደራፊት ትግርኛ፣ ከራሪትን ጓል ኣንስተይቲ'ያ ነይራ። እስቶም ኣብ ከተማ እንከላ እትፈልጦም ኣብ ሜዳ ዝተላለየቶም ስነጥበበኛታት ተጋደልቲ ብምዃን ከኣ እቲ መድረኽ ብዝጠለቦም ደርፍታት ንህዝብን ተጋደልትን ኣብ ምብርባር ሃገራዊ ንቕሓታ ተወፋይነታን እጃማ ኣበርኪታ። ገለ ካብቶም ኣብ እዋን ብረታዊ ቃልሲ ዘቕረበቶም ንጽንዓት፣ ተወፋይነትን፣ ገለ ካብቶም ኣብ እዋን ብረታዊ ቃልሲ ዘቕረበቶም ንጽንዓትን ተዓዋትነትን ገድሊ ህዝቢ ኤርትራ፣ ንፍቕሪን ናጽነትን፣ ንጻውዒት መንእሰያት ዝደረፈቶም ደርፍታት እዞም ዝስዕቡ ክጥቀሱ ይኽእሉ። ኣሸብሮምየ ሸብሮም ሰራዊት ደርጊ ሸብሮም ሰራዊት ደርጊ ናይ ዘመቻ እሪ ምራይ ጀፋስ ዓጢቓላ ሰብኡት ኩኑ ጥራይ ንሰራዊት ደርጊ ክህንክቶ መንእሰይ ንዓናይ ሜዳ እቶ ኣውሊዕ ቦቂላ ኣብ ቀጽሪ ገዛና ኣቲ ኤረይ በጃኺ ምጽና ፍቅርኺ'ዩ ዝኣስረና ወዘተ ብዝብሉ ደርፍታት ትጉስጉስ ኔራ። ስነጥበባዊት ጸሃይቱ በራኺ ኣብ ብረታዊ ቃልሲ ምስ ቡጸታ ንህዝብን ሰራዊትን ትጉስጉሶም ኣብ ዝነበረትሉ እዋን ቀዳማይ ዓመት ሓርነት ከተማ ተሰነይ ንምጽንባል ኣብ ዝተገብረ ባህላዊ ምርኢት ብ ሓሙሽተ ጉንበት ትሽዓን ትሽዓተ ሚእትን ሰብዓን ሸሞንተን ብደብዳብ ነፋሪት ናይ ርእሲ መውጋእቲ ኣጋጢምዋ። ዘድሊ ሕክምና ድሕሪ ምግባር ድማ ኣብ ንቡር ገድላዊ ዕማማ ተመሊሳ ክሳብ ብ ሽሕን ትሽዓተ ሚእትን ሰማንያን ሓደን ገድሊ ቀጸለቶ። ጸሃይቱ በራኺ ምስ ምብትታን ተሓኤ፣ ኣብ ሱዳን ንሸውዓተ ዓመት ድሕሪ ምጽናሕ፣ ሽሕን ትሽዓተ ሚእትን ሰማንያን ሸሞንተን ናብ ኤውሮጳ፣ ሆላንድ፣ ኣምርሐት። ካብቶም ኣብ ስደት ዝነበርሎም ዓመታት ሓንቲ ካብቶም ንጡፋት ሃገራውያን ምንባራ ትፍለጥ። ኣብ ፈረሳ ኣብ ዓዲ እንግሊዝ፣ ኣብ ጀርመን፣ ኣብ ኣሜሪካ ዝኣመሰላ ሃገራት ዑደት ብምክያድ ምርኢታትን ዘቕረበት ስነ ጥበባዊ ሞያኡን ልዑል ኣበርክቶ ዝነበራ ሃገራዊትን እያ። ንናጽነት ኤርትራ ኣመልኪታ ካብ ዝደረፈቶም ደርፍታት። ኣዕጽምቶም ከስኪሶም መስዋእቶም ዘኽፈሉ ህዝቢ ኤርትራ ስርዓተ ጀጋኑ፣ ዕጨ ለሚነት ዕጨ ሔና፣ ኣባይና ጌሳ መዓስ ሰላማ፣ ሓረስታይ ሸቃላይ መምህር ተመሃራይ፣ ተስፋ ናይ ኤርትራ፣ ኣገዳሲ ግደ ናትካ እዩ ኣውራ። ዝብሉ ይርከብዎም። ንሓሉ ዓድና መሬትና ንሓሉ ንሓሉ ባሕርና ዶባትና ንሓሉ ከይኣትዉና ከም በሊዖም ኣሉ ህዝቢ ኤርትራ ኣለና ኣብ ጎንኻ ሓድጊ ይከኣሎ ዋርሳይ ኣጆኻ ነጊራትካየ ኣነ ብዓንተቦ መሬት ኤርትራ ጀጋኑ ኣለዉዎ። ዝብሉ እውን ይርከብዎም። እዛ ከም ኣደ ፈቃር ከም ሃገራዊት ውፍይቲ ሓርበኛ ከም ስነ ጥበበኛ ኣርካን ፀሃይቲ በራኺ ሽሕ እኳ ፍጡር ወዲ ሰብ ሓላፊ ኮይኑ ብህይወት እንተተፈለየና እዞም ናብ ወለዶታት ተሰጋጊሮም ዘይምነዉ ብሉፃት ናይ ስነ ጥበብ ሉዳታ ግን ሓድጊ ገዲፋትልና ተኸይድ ብምህላዋ ኣብ እዝንን ልብን ህዝቢ ኤርትራ ህያውን ነባሪትን እያ። ኢሉ ጽሑፉ ይዓጹ። ክቡራት ተኸታተልትና ካልኦት ጀጋኑ ኣቦታትና ኣያታትና ተመኩሮኦም ናብ ህዝቢ ክበጽሕ ኣለዎ ትብልዎም ዝተፈልጥኹም ዘይተፈልጡ ዘለኩም ርእይቶ ሓሳበይ ክቐርብ ዘለዎ ትብልዎ ሰብ ናባና ክተቕርቡልና ብትሕትና ንሓትት።